Eh bien le bonjour, alors on va apprendre des choses très importantes aujourd'hui et j'espère que vous allez le voir jusqu'à la fin. ክሳብ መወዳእታ ክትሪኦ ተስፋ ይገብር ኣገዳሲ ነገር ሒዘልኩም መፅእ ስለ ዘለኹ ማለት ኣገዳሲ ኣብ ኩሉ ሂወትና ንጥቀመሉ ስለ ዝኾንና ኣብ መዓልታዊ ንጥቀመሉ ነገር እዩ ማለት እዩ ነዚ ተፈሊጥናስ እቲ ቋንቋ ፍራንስ ክን እቶም ቋንቋ ዝጀመርና ዘለና በዚ ገርና ክንጅምር ንቕድና ማለት እዩ ንኣብነት እጆ ክዱ ኢለ ዘለኹ ሎ መዓልቲ ውዛደ ዩቲሊዘ ዩቲሊዘ ምጥቀም ማለት እዩ ኡ ህጂ ኣበይ ማለት እዩ ኣበይ ይብለኩም ኣለኹ

ኮምብያ ክንደይ ማለት እዩ? ኮምብያ ክንደይ? ኬል ከኣ ኣየናይ ኣየናይ ማለት እዩ? ኬል ላኬል ኣየነይቲ ወይ ድማ ሎኬል ተልኻ ኣየናይ ኬል ኬል ኣጃች እዩ ክንደይ ዕድመኻ ኬል እንዳበልካ ብዚኦም ብተፈላለየ ነገራት ኣብነት እንዳገበርኩ ከረድኦኩም እየ ማለት እዩ ስለዚ ፎሎው ዘይግበርና ኮሞንት ላይክ ገርኣኒ እቲ ቻነል ንክዓቢ ኮዳት ናብቲ ተሳተፍቲ ናይቲ ዩቱብ ንቕር ማለት እዩ ሜርሲ ንኣብነት ኡኤ ላ ፋርማሲ ኡኤ ላ ፋርማሲ እታ ፋርማሲ ኣብኣ ዘላ ይብላ ኣለኹ ኡ ኣበይ ይጥቀመሉ ኣለኹ ማለት እዩ ኡኤ ላ ፋርማሲ እታ ፋርማሲ ኣብኣ ዘላ ይብላ ኣለኹ ማለት እዩ ድሕሪ ኮምቢያ ሳኮት እንድሕሪ ኢለ ከዓ ኮምቢያ ሳኮት ክንደይ ዋግኡ ኮምቢያ ሳኮት ዋግኡ ክንደይ እዩ ኮምብያ ሳኩት ቴሌ ሳኩት ከምዚ ይብሎ ኣለኹ ማለት እዩ ነቲ ነገረ ርእሳ ይብሎ ኣለኹ ማለት እዩ ኮምብያ ሳኩት ኮምብያ ሳኩት ክንደይ እዩ ዋግኡ ኮሞ ቲ ታፐል ኮሞ ቲ ታፐል ንፈልጣ ንኩላትና መን ስምካ ማለት እዩ ኮሞ ቲ ታፐል ሕጂ እቲ ኮሞ ኣብ ምንታይ ነቶ ብዙሕ ኣቶ ኮሞ ኮሞ ታፌሳ ከመይ ጌርካ ከምዝገርካ ኣብ ደስ በለና ክንጥቀመሉ ንኸእድና ማለት እዩ። ፕርኳ ቲን ኦኾታኽ ፕርኳ ቲን ኦኾታኽ ንምንታይ ደንጒኻ ኣብዚ ኸዓ ብዛዕባ እንታይ ይነግረና ኣሎ ብዛዕባ ፕርኳ ስለምንታይ ይብለና ኣሎ ማለት እዩ ፕርኳ ቲኤ ስለምንታይ ንስኻ ደንጒኻ ኦኾታኽ ማለት ኸታኽ ደ ማለት ኸታኽ ናይ ምድንጓይ እዩ ኦኾታኽ ምድንጓይ ማለት እዩ ንስኻ ስለምንታይ ዶንግ ኢኻ ስለተኾነ ቺኤ እዚ ናይ ኦክሱሌኽ ኤትኽ ኮይኑ እዚ ኸኣ ናይ ፔርሶን ንስኻ ናይ ዱዘን ፔርሶን ስለዝኾነ ቺኤ ኦኾታኽ ቺኤ ኦኾታኽ ቴለ ብዛ እዚኣ ከየበልኩ ዶንግ ኢኻ ይብሎ ኣለኹ ፕኽኳ ቺኤ ኦኾታኽ ቴለ ግን ስለምንታይ ዶንግ ኢኻ ይብሎ ኣለኹ ማለት እዩ ኬለ ቶን ይመኾ ኬለ ቶን ይመኾ ቴለ ኸኣ እንታይ እቲ ናምበርካ ወይ ድማ እንታይ እቲ ናምበርኪ እንታይ ቁፅሪ ናምበርኪ ንገርኒ ወይ ድማ ንገረኒ ይብሎ ኣለኹ ማለት እዩ

እዛ ስረ ክንደይ ዋጋኣ ስ ባንታሎ ስ የመልክት ኣለኹ ስ ሰት ገለ ገለ ዝበሃል ንተመልክቶ ነገር ብኣካል ዘለኻ ወይ ድማ ኣብ ቴሌፎን ርኢኻ እዚ ክትብል እንከለኻ እዛ ስረ እዚኣ ሲ ክንደይ ዋጋኣ ወይ ድማ እዚ ስረ እዚስ ክንደይ ዋግኡ ማስኪላ ማለት እዩ ቦንዡር ሰላም ኮምቢያ ኩት ዋጋ ኩት ኩተ ማለት ናይ ዋጋ ዝነግር ማለት እዩ ኮምቢያ ኩት ስ ባንታሎ ሕጂ ንስረ ጥራይ ዘይኮንና ንዝኾነ ነገር ኣብቲ ስረ ዘሎ ካሊእ ነገር እቲና ክነብል ንኽእል ኢና ማለት እዩ ክንደይ ዋግኡ ክንብል ንክርናስ ንዝኾነ ነገር ኮምቢያ ኩት ስባንት ኣሎ እዛ ስረ ክንደይ ዋግኣ ኢኩት ትኾንቱ ይኾ ኢሎም ክምልሱካ ንኣብነት ማለት እዩ ትኾንቱ ይኾ ትኾንቱ ይኾ ትኮይኑ ትኾንቱ ይኾ ማለት እዩ

ክከም ዝኸይድ እየ ክወስዳ እየ ክንብል ከለና ከኣ ንኣብነት le ዝብሎ ዘለኹ ብዛዕባ ስረ ይዛረብ ስለ ዘለኹ je vais le prendre እቲ le ዝኸውን ዘሎ ስረ ስለ ዝኾነ እቲ ነገር እቲ ነገርና ተርእትና ኣብ ስረ ስለ ዘሎ le ንብሎ ማለት እዩ je vais prendre le pantalon ኣይንብልን ኢና je veux le prendre ምክንያቱ ካብ ስረ ይወጻናን je vais le ዝኸውን ዘሎ እቲ ባንታሎ ይኸውን ኣሎ ማለት እዩ ስለዚ le prendre ክወስደ እየ prendre ከኣ ምውሳድ ይኸውን ኣሎ ማለት እዩ ዳኮር ዲቨሎፕ ክኾን ኦኬ ክወስዳ እየ ወይ ድማ ክወስደ ተስርሕ እየ ማለት ኣሎ ኣብ ሓንቲ ንኣብነት ከዓ ኣብ ፅርግያ ንድሕር ሃሊና ብንኣብነት ኤክስኪዝ የምዋ ይቕሬታ ኡኤ ላጋኽ ኡኤ ላጋኽ ላጋኽ ኣበይ ይርከብ ኣበይ ዘሎ ይብላ ኣለኹ ማለት እዩ ኤክስኪዝ የምዋ ይቕሬታ ማለት እዩ ካብ ጥር ኢልካ ብጥር ላጋኽ ኣበይ ዝርከብ ትብል ኡኤ ላጋኽ ትብል ማለት ይቕሬታ ኣልካ ወይላጋር ትብል ስለዚ እቲ ኡ ዝጥቀመሉ ዘለኹ ኣበይ ማለት እዩ ኣበይ ምኻኑ እዩ ንዓኹም ብዝተፈላለየ መንገዲ ገለ ዘርእየኩም ዘለኹ ማለት እዩ ኣበይ ክትብል ተኾንኳ ኡ ትብል ኡ ኤ ላጋር እቲ ጋር ስተሽን ኣበይ እዩ ዘሎ ላጋር ኤ ኣድሯት እቲ ላጋር ኣብ የማን እዩ ዘሎ ይብለና ኣሎ ማለት እዩ ላጋር ኤ ኣድሯት እዚ ኤትክ እዩ እዚ ከኣ a ዳይረክሽን ዝነግረና ነጥቢ ኣሎ በቲ ላዕሊ ይፈላለዩ ምስቲ a ሓደ ተኮይኑ ነጥቢ ዘይብሉ ተኮይኑ ካብ a ብባክ ዝወጸ እዩ a ከምዚ እንድሕር ኮይኑ ግን ዳይረክሽን ዝነግረና ስለ ዝኮነ ሕጂ እቲ ዳይረክሽን ይነግረና ኣሎ a ድኳት ይብለና ኣሎ ማለት እዩ ስለዚ ናብ የማን ይብለና ኣሎ ድኳት

ስልቭፕለይ ስልቭፕለይ ትብጽሩ እንድሕር ኢሎም ሰላም ጀቡ ድኸ ምደለኹ ነይረ ማለት እዩ ተረድኹምኒ ሕጂ ኣክንዲ ጀቡ ንብል ብጥሪኡ ይደልን ምደለኹ ነይረን ሕጂ ምደለኹ ነይረ ክትብል ከለኻ ትሕትና ኣሎ ማለት እዩ ጀቡ ድኸ ኣነስ ምደለኹ ነይረ ቆጸራ ሕጂ ምደለኹ ነይረ ተልካ ብዝኾነ ማለት እዩ ጀቡ ድኸ እንድሕር ትጥቀሙ ኮንኩም ኣገዳሲ እዩ ወላ እቶም ፍራንስ ዝዛረቡ እቶም ደቂ ሃገር ድዮም ይፈትዎ እዮም ማለት እዩ። ትሕትና እዩ ደሓር ከኣ ነቲ ዝደለኹሞ ነገር ከኣ ብዝግባእ ሰርቪስ ክገብረልኩም ይኽእሉ እዮም ማለት እዩ። ስለዚ ኣብ ዝኾነ ጆቭ ድኸስ ምደለኹ ነይረ ኢልና ክነእትወሉ ንኽእል ኢና ማለት እዩ። ጆቭ ድኸ ኣንኾንዴቭ ተልካ ሕጂ ቆጸራስ ምደለኹ ነይረ ይብላ ኣሎ ማለት እዩ። ስለዚ ዳኮር ፑር ኬል ዳት ዳኮር ፑር ኬል ዳት ኦኬ ነየነይቲ ዕለት ይብለና ኣሎ ክል ዳት ክል ነየንቲ ኣየነይቲ ዕለት ወይ ኣየነይቲ ዕለት ወይ ድማ ነየነይቲ ዕለት ዳኮር ፑር ክል ዳት ኦኬ ነየነይቲ ዕለት ኣብዚ ሰባት ምሳኹም እንዳተዛረቡ ግንካ የቕልጡፍ ንሕር ኮይኖም ወይ ተዘይተረዲእኩም ድጎሙለይ ቀስ ኢልኩም ተዛረቡ ገለታት ክንብል ንሕር ኮይና ጀኔ ኮምፕሮ ፓ ኣይተረድእንን ማለት እዩ ጀኔ ኮምፕሮ

ኢልዋ ጁልያን ሽዑ ሽዑ ማክ ኢላቶ ሜርሲ ቡኩ የቀኔለይ ጁልያን ሽዑ ዶክያ ገንዘብካ ነቲ ማለት እዩ ካልኣ ዲያሎግ ብካሊእ ምክንያት ክብድ ዝበለ ማለት እዩ ቦንዡር ጀቡ ዶክየ ምደለኩ ነረ ህጂ እዚ እቲ ሌቨል ናቱ

ሙሽኮር ኢልዋ ሽኮር ገብረልክዶ ወይ ድማ ገብረልካዶ ማለት እዩ ዊ ሜርሲ ኢላቶ ሶፊ ሽዑ ሴርቮር ሳፌ ትዃይኾ ሳፌ ትዃይኾ ዋጋ ኸኣ ሰለስተ ኢሮ ኢላቶ ማለት እዩ ስለዚ